ከምኡ ኢለ እያ ተወሊዳ ካብ ህፃና ኣብ ዳሓርና ገጀፈ ኮይት ዝኾነ ዓይና ስሒዋ እዩ ነይሩ ኣይትርኢ ነይራ ዓሰርተ ሸሞንተ ዓመተይ ገይረ እያ ካብ ትጅምረኒ ሓራስ ኮይነ እያ ጀሚርሃኒ
ሰላም ሰላም ክቡራትን ክቡራንን ኣብ መላእ ዓለም እትርከቡ ዘለኽዎ ኣብ ወረዳ ራማ ዓዲ ኣርባዕተ ኣብ ጣብያ ምሕቋን ናይ ማሕበረ ኢኮኖሚ ፀገም ዘለዎም ዘለኹሞ ክቡራትን ክቡራንን እስኪ መን ክብል ማማ እደይ ገርካ ይዳ ጣብያ እንታይ ጣብያ ምሕቋን ሽምክን ሽም ኣቦኽን ንገሪ ሽምክ መን ዲኺ ኣቦ ዳናይት እውን ከምዝኾን ሓቢርካኒ ኣለኻ እሞ ዳናይት እስኪ ኮም ኢላ ድያ ተወሊዳ ታይ እሞ ፀገም እስከ ዋግዐኒ እስከ ብደንቢ። ከምኡ ኢለ እያ ተወሊደ ኣብ ህፃና ኣብጋሕሪ እናገጀፈ ከይት ፀገማን ሕበጣ።
እወ ሕዚ ሕክምና ከ ፈቲንኩማ ነይርኩም ዶ። ፈቲናያ ለዘን ኣብኡ እዩ ከሪመ መቀለ እዩ ከሪመ። መቀለ ኢካ ከሪምካ እንታይ ኢሎማ። እዋ ዝኮነ ዓይና ስሒብዋ እዩ ነይሩ ኣይትርእይን ነይራ ዓይና ውን ስሒብዋ እዩ ክልቲኣ ዓይና። ዓይኑ ኣምብርሽን ኮይና እያ። ዓይኑ ኣፕረሽን ጌራ ድሒና ፎቲ ዓይና። እዚ ኣፍ ልባ ን የሕዋትካ እዩ። ንስድራ ምንም ዚስ ንገብሮ የለን ዚስ ታይ እሞ ዩ ኢሎም ንሰምዑ ይከኣለናዩ። ኣይከኣለናን ዩ እታ ዓይና ግን ድሒና ሃለይ። ክንደይ ዓመታ ዳኒ።
ትሽዓተ።
ትሽዓተ ዓመታ ትምህርቲ ከ ትማሃር ዶ ኣላ። ትምህርቲ ትማሃር ንሌሆ ከእትዋ ኣትያ ኔራ ግን ክጸባርቅ ኣዩ ምስታ ዓይና ኣምብርሽን ስለ ዝኮነት። ቴለብዘን ከይተእትዋ ሕማቅ እዩ ምስ ኣምብርሽን ዝኮነተስ ደይና ኣይትድነን ሕማቅ እዩ ምድናን ናይ ጓል እህትና ስለዚ
እስኪ ርሑስ ምረት የውርደላ እሞ ማማ ከ እስኪ ኣዋጋዕን ሰብ ምናልባት ሽሕድሮ ሕማም ከም ዘለወን ውን ሓበሬታ ረኪበ ኣለኩ እሞ እስኪ ዘለወን ዝርዝር ጸገም እስኪ ኣዋጋዕን። ናህተይ ኩሉሻዕ ዓሰርተ ሸሞንተ ዓመተይ ገይረ'ያ ካብ ትጅምረኒ ሓራስ ኮይነ'ያ ጀሚራኒ ዓሰርተ ሸሞንተ ዓመተይ ከመይ እዩ ዝገብረኒ ሽይ ክመጽእ ከሎ ዕሽሽ ዘብለኒ ሓዊ እሳት ቀጸል ኣቢሉ ቀልበይ ጥፍእ ዘብለኒ ኣፈይ ከዓ መሽሉክ ይብለኒ እቲ ናብራ ደኣ ከመይ ትመርሕኦ ወይ ናብራ ደኣ ቆልዑ እንዲኦም ዝመርሕዎ እምበር ምንም ኣነ ዝመርሐላ የብለይን ናብራ
ቆልዑ እዮም ጥውርኒ ኣነ

ኣበሻ ኣብ ቅድሚታውን ሕረትን ኔርዋ እወ ክብራትን ክብራንን ኣብ ቅድሚታውን ያው ኣብ ከባቢ ኣፍልባ ዓብይ ሕበጥ ኔርዋ እወ ኣብ ድሕሪታውን ሕበጥ ኔርዋ ትሪእዋ ኣለኹም እዛ ጓል ሽዱሽተ ዓመት ህፃን ዝኾነት ሓፍትና ማለት እዩ ስለዚ ክንዲ ዝተኻእለ መጠን ጥዑይ ሕክምና ረኺባ እትሕከመሉ ኩነታት ክንፈጥር በዚ ኣጋጣሚ እዚ ይሓተኩም ኣለኹ። ስለዚ ሎማዓንቲ ክንራኸብ ዝደለኹ ቀንዲ ምኽንያት ግን እንታይ እዩ ኣብ ሃገረ እስራኤል ዝነብሩ ተወለድቲ ራማ ዓዲ ኣርባዕተ ዝኾኑ ኣብ እስራኤል ዝነብሩ ብሽም ናይ ማርያም ማሕበር ኩሉ ግዜ በብወርሑ በብዓመቱ ክራኸቡ ከለዉ ዘጠራቐምዎን ሳንቲም ንፅጉም ሕብረተሰብና ንሕና እውን ክንረድእ ኣለና ክንሓግዝ ኣለና ኢሎም እዮም ዝለኣኽዎን ሓሙሽተ ሽሕ ሒዘልኩም መፅኦ ዘለኹሞ ያው ሓሙሽተ ሽሕ ማለት እዩ ስለዚ ኣብዚኣ እኒአዋ ክምረቑ ኢሎም ክምስገኑ ኢሎም እዮም ልኢኾም ዘለዉ እሞ ያው እዛ ህፃን ሓፍትና እውን ምሕረት የውርደላ ክብል ይደሊ ክቡር ሓውና የቀንየልና ዝኸድኩሞ ለምለም ዝረወፅኩሞ ለምለም ይኹነልኩም የቀንየልና ይዋ ሕጂ ኣነ ተላኢኺ እንደ መፀ ግን እዚ ዝገበሩ ግን ኣብ ሃገር እስራኤል እኒው ኣብ ስደት ኣብ ሃገር እስራኤል ኮይኖም ኣብ ስደት ኮይኖም እዮም ህዝብና ኢሎም ዘለዉ ነዚ እስኪ ኣመስግና ኔራ እሞ ክቡራት ዓድና ወለድና ሓትና የቀንየልና የክብረልና ሕሙም ዝዘከሩ ጥሙይ ዝዘከሩ የቀንየልና እዝግሄር ይሃበልና ርጉጽ በሎም ሎም ይኹን
ኣሜን ኣሜን ሰላም ከዓኒ ብዓዲ ከዓኒ ይምለሶም ኣሜን ኣሜን የቀንየልና ብጣዕሚ ከምዚ ጌርኩም ዝዘከርኩም ንሕሙማት ብጣዕሚ የቀንየልና ንሱ እንኳን ብሰላም ይመለስ ንዓዱ የክብረልና ብጣዕሚ ከምዚ ገይርኩም ምዝካረይ ብጣዕሚ የቀንየልና።
ዝኸበርኩም ነበርቲ ሃገረ እስራኤል ዝኾንኩም ደቂ ራማ ዓዲ ኣርባዕተ ያው ኣነ ውን ከክንዳኹም ኮይነ ምስጋና ተቀቢለልኩም ኣለኹ እሞ ያው ሓፍትና ዳናይት ሪኢኹማ ኣለኹም ያው ዘለዋ ሕማም እውን ብግልፂ ኣሪዳኩምልና ኣብቲ ቪድዮ እዚኤን ማማ እውን ዘለወን ፀገም ወጊዕና ኣለና እሞ ስለዚ ኣብ ቀፃሊ እውን ኣብ ጎኖም ክንከውን ክንድግፎም ብተለይ ህፃን ዳናይት ትሪእዋ ከም ዘለኹም ጥዑይ ሕክምና ተረኪባ ህይወታ ድሒና ትምህርታ እውን ተማሂራ ኣብ ስሩዕ ጥዕና እውን ክትምለስ ትኽእል እያ እሞ ስለዚ ኣሚንኩም እዚ ቅርሺ እዚ ናብዚ ገባር ማሕበረሰብ ከብፀሐልኩም ዝገበርኩም ነበርቲ ሃገረ እስራኤል ዝኾንኩም ተወለድቲ ራማ ዓዲ ኣርባዕተ እውን ብጣዕሚ እየ ዘመስግን። ፍቓድ ዝሃብኩምኒ ናይ ሰራዊት መራሕቲ እውን ብጣዕሚ እየ ዘመስግን ክብሪ ይሃበለይ ክብል እየ ዝደሊ። ስለዚ ዝነበረና ግዜ ዛዚምና ኣለና እሞ የቐንየለይ።